ሰላም ክቡራት ተኸታተልቲ ንሎሚ ብናፖልዮን ሂል ዝተደርሰት ናፖልዮን ሂልስ ጎልደን ሩል እትብል መጽሓፍ ካብተን ኣብ ህይወት ዕውታት ንኽንከውን ዝሕግዙና ዝተጻሕፋ መጽሓፍቲ ሓንቲ ኮይና 12 ወርቃውያን ሕግታት ዘጠቓለለት እያ ንሎሚ ነዞም 12 ወርቃውያን ሕግታት ብሕፅር ዝበለ ሒዘልኩም ቀሪበ ኣለኹ ምክታልኩም ይዕድም ዋን ሶሻል ን ፊዚካል ጀነቲክስ ፊዚካል ጀነቲክስ ክንብል ከለና ኣካላዊ ዘርእና ወይ መበቆልና ኮይኑ ንኻብ ስድራና ዝወረስናዮም ከም ቁመትና፣ ሕብሪ ጸጉርና፣ ቆርበትና፣ ባህርያትና እዩ ዝውክል። ነዚ ኣካላዊ ዘርእና ወይ መበቆልና ከኣ ክንቅይሮ ኣይንኽእልን ኢና። ሶሻል ጀነቲክስ ከኣ ከባብያዊ ውርሻ ኮይኑ ወዲ ሰብ ካብታ ዝተወልደላ ዕለት ንከባቢኡ ማለት ሕብረተሰቡ በቶም ሓሙሽተ ናይ ስምዒት ህዋሳት ብምድህሳስ ንዝመሃሮም ነገራት ይውክል። ኩሎም እዞም ነገራት ከኣ ብመልክዕ ሓሳባት ኣብ ሓንጎልና ተመስሪሖም ይኽዘኑ። ኣብዚ እቲ ኣገዳሲ ነገር ንሕና ደቂ ሰባት ንባህርያትና፣ ከባቢና፣ ኣተሓሳስባና፣ ዕላማና ክንቅይር ከም እንኽእል እዩ። ኣእምሮና ኩሉ ግዜ ንሓደ ክጭበጥ ዘይክእል ነገር እዩ ክጭብጥ ዝደሊ። ስለዚ ንሓደ ሓሳብ ኣብ ሓንጎልና ከነማዕብሎ እንተድኣ ኮይንና መጀመርያ ነቲ ሓሳብ ክንቅበሎ እዩ ዘለና። ምኽንያቱ ንሓደ ነገር ነተቐቢልናዮ ጥራይ እዩ ሓቅነቱ ክርድኣና ዝኽእል። ቱ ኣውቶ ሳጀሽን ኣውቶ ሳጀሽን ማለት ሓሳባት ኮይኖም ሓደ ሰብ ንገዛእ ርእሱ ንኽቕይር ዝጥቀመሎም እዮም። ኣውቶ ሳጀሽን ኣብ ሳይንስ ዝተመርኮሰ ኮይኑ ወዲ ሰብ ብሓሳባት ዝተሓጽረን ዝተመርሐን ከም ዝኾነ እዮም ዝገልጹ። እቶም ክልተ ቀንዲ ክፋላት ናይ ኣእምሮና ኮንሽስ ኤንድ ሳብኮንሽስ ማይንድ ይበሃሉ። ሓሳባትና ከኣ ኣብዞም ክልተ ክፋላት ይርከብ። ኮንሽስ ማይንድ ሓደ ክፋል ናይ ኣእምሮና ኮይኑ ደቂ ሰባት ብፍላጥ እንሓስቦ ሓሳባት እንሰርሖ ስራሕን ዘጠቓልል ክኸውን እንከሎ ሳብኮንሽስ ማይንድ ከኣ ብዘይፍላጥ እንሓስቦ ሓሳብን እንሰርሖ ስራሕን ዘጠቓለለ እዩ። ብሕጽር ዝበለ ኣውቶሳጀሽን ማለት ኣብ ህይወትና ክንዕወተሉ ንዘለና ዕላማ ንሳብኮንሸስ ማይንድ ክንቦ እንከለና እዩ። ሳብኮንሸስ ማይንድ ከኣ ነዚ ሓሳብ ተቐቢሉ ምስ ኮንሸስ ማይንድ ብምውህሃድ ዕላማና ንምጭባጥ ክመርሓናን ከመሓድረናን ከሎ እዩ። 3 Suggestions ከምዚ ኣብ ላዕሊ ዝጠቐስናዮ ኣውቶሳጀሽን ንኣእምሮና ይጸልዎን ይቆጻጸሮን እዩ። ኣብዚ ክንስሕቶ ዘይብልና ነገር እንተ ደኣ ሃልዩ ሓደ ዕዉት ሰብ ኩሉ ግዜ ንኻብኡ ትሕት ዝብሉ ክነቕፎም ዘይኮነስ ክንእዶም እዩ ዘለዎ። ስለዚ ኣብ ህይወት ዕዉታት ክንከውን እንተ ደኣ ኮይንና ንኻባኻ ዝትሕቱ ክትንእድ እዩ ዘለካ። እንተ ደኣ ንሓደ ሰብ ሓሳባት ክትልግሰሉ ኮንካ መጀመርያ ንኣእምሮ ናይቲ ሰብ ኒውትራላይዝ ክትገብሮ ኣለካ። ኒውትራላይዝ ማለት ኣብቲ ሰብ እምነት ክትምስርት ኣለካ። መታን እቲ ሰብ ክኣምነካ። እምነት ክትምስርት እንተ ደኣ ዄንካ ኸኣ፣ ከም ዕርክነት፣ ግሉጽነት፣ ጽቡቕ ኣዘራርባ፣ ክርስዑ ዘይብሎም ነገራት እዮም። ግን እንተ ደኣ ዓሚቕ ፍልጠትካ ተጠቂምካ ንኣእምሮ ካልኦት ኒውትራላይዝ ክትገብር እንተ ደኣ ደሊኻ፣ ኣዝዩ ብሉጽ ናይ ምዝራብ ክእለት ክህልወካ ኣለዎ መታን ሰባት ንቓላትካ ክኣምኑኻ። For the Law of Retaliation ኣእምሮና ዅሉ ግዜ ፍረ ዝዘራእናዮ ዘርኢ እዩ ዝህበና። እዚ ማለት ከኣ እንተ ደኣ ሓደ ሰብ ጽቡቕ ገይሩልና፣ ንሕና ከኣ ጽቡቕ ክንገብረሉ ንደሊ። ብኣንጻሩ እንተ ደኣ ሓደ ሰብ ኣጒሂና ወይ ከኣ ሕማቕ ገይሩና ከኣ፣ ንሕና እውን ነቲ ሰብ ከነጒህዮ ወይ ከኣ ሕማቕ ክንገብሮ ንደሊ። እዚ ሎው ኦፍ ሪታልየሽን ኣብዚ ክንገልጾ ዝጸናሕና ዝተመርኮሰ እዩ። ዋላ እኳ ተመራመርቲ ብዛዕባ እዚ ሕጊ ብዙሕ ኣፍልጦ እንተ ዘይሃለዎም፣ እዚ ሕጊ ኣዝዩ ሓያል ሕጊ ምዃኑ ግን ይኣምኑ እዮም። ንኣብነት፣ እንተ ደኣ ሓደ ሰብ ኮነ ኢሉ የሕሪቐካ ወይ ሕማቕ ገይሩካ፣ እንተ ደኣ ንስኻ ከኣ ከምቲ ንሱ ሕማቕ ዝገበረካ ሕማቕ ክትገብር ትሓስብ ኣለኻ፣ ካብዚ ሰብ እዚ ዝፈልየካ ዋላ ሓደ ነገር የለን። ነዚ ሰብ ከኣ ክትዕወተሉ ኣይትኽእልን ኢኻ። እንተ ደኣ ንሕርቃንካ ተቆጻጺርካዮን ሃዲእኻን ግን ነቲ ሰብ ክትቆጻጸሮን ናብ ሓደ እሙን ዓርክኻ ክትቅይሮን ኣይክጽግመካን እዩ። 5 The Power of Your Mind ኣእምሮና ንብምሉኦም ኣብ ኣካላትና ዝካየዱ ንጥፈታት ዝቆጻጸር ኣዝዩ ሓያል ክፋል ኣካላትና እዩ። ንሓይሊ ኣእምሮና ክንጥቀመሉ እንተ ደኣ ኮይና ኣእምሮና ብተደጋጋሚ ክሰርሕ ክኽእል ኣለዎ። እምሮና ብተደጋጋሚ ይሰርሕ እንተ ደኣ ሃልዩ እንዳማዕበለ እዩ ዝኸይድ ከም ውፅኢቱ እውን ኣብ ህይወትና እንደልዮ ፅቡቅ ነገር ክንረክብ ንኽእል ግና ፅቡቅ ክንረክብ እንተ ደኣ ኮይና ሰናይ ክንሓስብ እዩ ዘለና ሲክስ ቢልድ ሰልፍ ኮንፊደንስ ኣብ ህይወትና ንዝበሃግናዮ ነገር ንክንዕወተሉ ዝሕግዘና እንተ ደኣ ሃልዩ ሰልፍ ኮንፊደንስ ማለት ርእሰ ተኣማንነት እዩ። ሰልፍ ኮንፊደንስ ማለት ርእሰ ተኣማንነት ሓደ ሰብ ንገዛእ ርእሱ ክቕበላ ከሎን ኣብ ዝውንኖም ክእለት ብቕዓትን ክኣምንን ብዛዕባ ገዛእ ርእሱ ኣወንታዊ ዝኾነ ኣረኣእያ ክህልዎም ከሎ እዩ። ሰቨን ኢንቫይሮንመንት ኤንድ ሃቢት ሓንጎል ወዲ ሰብ ብፅልዋ ናይ ከባቢኡ ተመርኪሱ እዩ ግብረ መልሲ ዝህብ። ከባቢና ክንብል እንከለና ነፍሲ ወከፍ ኣብ ከባቢና ዝርከቡ ምስ ህይወትና ዝተኣሳሰሩ ንህይወትና ዝፀልዉ ነገራት ማለት እዩ። ገለ ካብ ከባቢና ኣብ ህይወትና ጽልዋ ዘለዎም ክንጠቅስ እንተደኣ ኮይና፣ እንኽደኖም ክዳውንቲ፣ እነንብቦም መጽሓፍቲ፣ እንሰምዖም ደርፍታት፣ እንነብረሉ ከባቢ፣ እንሰርሖ ስራሕ፣ እንሓስቦም ሓሳባት ክኾኑ እንከለዉ፣ እዞም ነገራት እዚኣቶም ንውሽጥና እንተ ንጽቡቕ እንተ ንሕማቕ ኣዝዮም እዮም ዝጸልውዎም። ስለዝኾነ ከኣ ብዝተኻእለ መጠን ኩሉ ግዜ ነቶም ንህይወትና ብኣወንታ ዝጸልዉ ነገራት፣ ብተደጋጋሚ ብምዝውታር ከም ልምዲ ከነማዕብሎም እዩ ዘለና ምክንያቱ ልምድታትና ብተደጋጋሚ እንሰርሖ ስራሕ ስለ ዝምዕብሉ እንተ ሓንሳብ ሓደ ልምዲ ኣማዕቢልናዮ ከዓ ንክትገድፎ ኣዝዩ በዳሃ እዩ ስለዚ ኩሉ ግዜ ብዝተኻእለ መጠን ፅቡቕ ልምዲ ከነማዕብል እዩ ዘለና ኤት ሃው ቱ ሪመምበር ወዲ ሰብ ኣብ ህይወት ኩሉ ዝረኣየን ዝተማሃሮን ክዝክር እንተዝኽእል ክንደይ ፅቡቕ ነይሩ ኣብ ፈተና ዝተርፋ ኣይምተረኽበን ኣብ ህይወት እንተኾነ እውን ዝወደቕ ኣይምተረኽበን። ኣእምሮና ነቶም ኣብ ህይወትና ዘጎድሱና ነገራት ጥራይ እዩ ክዝክር ዝኽእል። ናፖሊን ሂል ንኣእምሮና ናይ ምዝካር ክእለቱ ከዕብይዎ ዝኽእሉ ሰለስተ ነጥብታት ገሊጹ ይርከብ። ቀዳማይ፣ ኣብ ህይወት ዝኾነ ክትዝክሮ ዝደለኻ ነገር መጀመርያ ብምሉእ ኣድህቦኻ ስምዓዮ ወይ ተዓዘቦ። ካልኣይ፣ ዝኾነ ኣገዳሲ ዝበልካዮ ሓበሬታ ምስ ሓደ ንስኻ ጽቡቕ ጌርካ እትፈልጦ ስም ወይ ዓዲ ኣተኣሳስሮ። ሳልሳይ፣ ነቲ ክዝክሮ ደሊኻ ዘለኻ ሓበሬታ ብምሉእ ኣድህቦኻ ደጋግሞ። 9 How Mark Antony Uses Suggestion in Winning the Roman Mob እዛ ተሻዓይቲ ሕጊ ማርክ ኣንቶኒ ብኸመይ ነዛ ሳጀሽን እትብል ሕጊ ብምጥቃም ንህዝቢ ሮማ ነቲ ንሱ ዝደልይዎ ነገር ከተግብርዎ ወይ ክስዕብዎ ከም ዝኽእሉ ከም ዝገበረ እያ ትገልጽ ኣንቶኒ ብዛዕባ ሞት ሲዛ ኣብ ዝዛረበሉ ዝነበረ እዋን እዩ ኣንቶኒ ብሩቱስ ዝበሃል መቐናቕንቲ ነበሮ። ብሩቱስ ህዝቢ ሮማ ንስርሑ መታን ክቕበልዎ መደረ ኣስሚዑ ነይሩ። በዚ መሰረት ከኣ ህዝቢ ሮማ ንብሩቱስ ይኣምንዎ ነበሩ። ኣብ ሓደ እዋን ብብሩቱስን ኣንቶንን ንህዝቢ ሮማ ዝተውሃበ መደረ ሓደ ብዘይምንባሩ ህዝቢ ሮማ ንኣንቶኒ ክጥርጥርዎ ጀመሩ። ምኽንያቱ ህዝቢ ሮማ ኣንቶኒ ኣንጻር ብሩቱስ እዩ ዝብል ሓሳብ ስለ ዝነበሮም እዩ። ኣብ ከምዚ ህሞት ኣንቶኒ መጀመርያ ነቶም ህዝቢ ኣህደኦም። ተቓዋሚ ብሩቱስ ከም ዘይኮነ እውን ገለጸ። እዚ ማለት ኩሉ ግዜ ንሓደ ሰብ ናጻ ክትገድፎ ኣለካ፣ ክትቃወሞ እውን የብልካን። ብድሕርዚ ኣንቶኒ ኣብ ልዕሊ ሲዛ ዘለዎ ክብሪ ገለጸ። እቶም ህዝቢ ኣንቶኒ ብዛዕባ ኣማውታ ሲዛ ጌጋ ምዃኑ ክዛረብ እዮም ዝጽበዩ ነይሮም፣ ኣንቶኒ ግን ከምኡ ኣይገበረን። ሽዑ እቶም ህዝቢ ብዛዕባ ሲዛ ክሰምዑ ተሃንጠዩ። ብድሕርዚ ኣንቶኒ ነቶም ህዝቢ ሲዛ ጽቡቕ ከም እተመንየሎም ገለጸ። ኣንቶኒ ብምቕጻል ከምዚ በሎም፣ እንተ ደኣ ናይ ብሓቂ ንሲዛ ትፈትውዎ ዄንኩም፣ ብልቢ ክትሓዝኑ ኢኹም። ምኽንያቱ ሲዛ ቅድሚ ምሟቱ ንነፍሲ ወከፍ ሮማዊ ሰብዓን ሓሙሽተን ደርክማስ፣ ማለት ኣብቲ ግዜ እቲ ዝነበረ ገንዘብ፣ ክወሃብ ከም ዘለዎ እዩ ኣጽዲቑ። እዚ ጥራይ ዘይኰነ፣ ንብምሉኦም ዝውንኖም ጋርደን ንህዝባዊ መዘናግዒ ክዀኑ ኣወፍይዎም እዩ በሎም። ነዚ ድሕሪ ምስማዕ ህዝቢ ሮም ኣዝዮም ተሓጐሱ። ሲዛ ጥዑይ እዩ ነይሩ ክብሉ እውን ጀመሩ። ብምቕጻል ስነ-ስርዓት ቀብሪ ሲዛ ብግቡእ ክፍጸምን ንገዛ ጸላእቲ ሲዛ ኸኣ ሓዊ ከቃጽልዎ ምዃኖም ቃል ኣተዉ። ኣንቶኒ ስርሑ ኣብ ዝወድእ ንህዝቢ ሮማ ኸኣ ከምቲ ንሱ ዝደልይዎ ክገብሩ ከም ዝኽእሉ ገበረ። ካብዛ ዛንታ እንመሃሮ ሓደ ነገር እንተድኣ ሃልዩ እንወስዶ ውሳነ ሃዲእና ክንውስን ኣለና። ርእይቶናን ሓሳባትናን ብንጹር ከነቕርብ ኣለና፣ መታን ጽቡቕ ውጽኢት ክንረክብ ከኣ ብኡ መሰረት ክንሰርሕ ኣለና። ቴን ፕሪስዌሽን ቨርስስ ፎርስ ናፖልዮን ሂል ኣብ ጽሑፉ ንኣእምሮ ወዲ ሰብ ብሓይሊ ክንቆጻጸሮ ምፍታን ትርጉም ከም ዘይብሉን ንወዲ ሰብ ዋላ እኳ ኣብ እሱር ቤት እንተ ኣሰርካዮ ንኣካላቱ ደኣ እምበር ንኣእምሮ ክትቆጻጸሮ ከም ዘይትኽእልን ይገልጽ። ኣብዚ ግን እቲ ዘገርም መብዛሕትና ደቂ ሰባት ኣእምሮና ደቂሱ ከም ዘሎ ከይፈለጥና እዩ ግዜ ዝሓልፈና። ደራሲ ናፖሊዮን ሂል ከም ዝገልጾ እንተ ደኣ ሓደ ሰብ ንኣእምሮኡ ከመይ ገይሩ ከም ዘበራብሮ ተማሂሩ ዝኾነ እትደልዮ ነገር ከም እትጭብጦ እዩ ዝገልጽ። ምኽንያቱ ይብል ናፖሊዮን ሂል ኣእምሮና ሓደ ኣዝዩ ሃብታም መሬት እዩ። ዝዘራእካዮ ዘርኢ እዩ ዘፍርየልካ። እዚ ማለት ከኣ ወዲ ሰብ እቲ ዝሓስቦ እዩ ዝረክብ። ጽቡቕ ትሓስብ እንተኾንካ ጽቡቕ ትረክብ። ሕማቅ ትሓስብ እንተኾንካ ከኣ ሕማቅ ትረክብ። Eleven The Law of Compensation The Law of Compensation ልክዕ ከም ሕጊ ስሕበት ምድሪ ዘይቅየር ሕጊ እዩ። ልክዕ ከምቲ ሓደ ነገር ንላዕሊ እንተደርቢኻዮ ንታሕቲ ዝምለስ ኣብዚ Law of Compensation ከኣ ገለ ነገር ክትረክብ እንተደኣ ኮንካ ገለ ነገር ክትህብ ኣለካ። ንኣብነት እንተደኣ ውሉፍ ናይ ሽጋራ ኮይንካ ጥዕና ክትረክብ እንተደሊኻ ሽጋራ ክትገድፋ እዩ ዘለካ ወይ ከኣ ኣብ ህይወት ዕውት ክትከውን እንተ ደሊኻ ኣበርቲዕኻ ክትሰርሕ ኣለካ 12 The Golden Key to Success ናፖሊዮን ሂል ካብ መዓልታት ሓደ እዋን ምስ ሓደ ሳይንቲስት ኣብ ዘዕለሉ ዝነበረ እዋን እዚ ሳይንቲስት ንናፖሊዮን ሂል ክልተ ኣንጻር ዝኾኑ ሓሳባት እዩ የዕሊልዎ ሓደ ንሕማም ወዲ ሰብ ሙሉእ ብምሉእ ክትፍውሶ ኣይትኽእልን ኢኻ ክብል እንከሎ በቲ ካልእ ወገን ከኣ እንተ ዋያታት ኣካላትና ሓቢሮም ግቡእ ስርሖም ኣካይዶም ጥራይ እዩ ኣካላት ወዲ ሰብ ንነዊሕ ክጸንሕ ዝኽእል ይብል። እዚ ክልተ ኣንጻር ሓሳባት ንናፖሊን ሂል ከም ዝሓስብ እዩ ገይርዎ። ነዚ ክልተ ሓሳባት ኣወሃሂዱ ክርእዮ እውን ፈተነ። ኣብ መወዳእታ ከኣ ኣብ ሓደ መደምደምታ በጽሐ። ንሱ ከኣ እዞም ዓሰርተ ክልተ ወርቃውያን ሕግታት እቶም ዝዓበዩ ፈውሲ ሕማም ወዲ ሰብ ከም ዝኾኑ እዩ። ንኣብነት ነዞም ወርቃውያን ሕግታት ብምጥቃም ኣብ መንጎ ሰባት ዝፍጠር ዘይምርድዳእ ክፍታሕ ከም ዝከኣልን ከምኡውን ሓደ ውልቃዊ ሰብ ምስ ሕብረተሰቡ ሓቢሩ እንተሰሪሑ ንኽፉእ ናይዛ ዓለም ከጥፍኦ ከም ዝኽእል እዩ ደምዲሙ ስለዚ ነዞም 12 ወርቃውያን ሕግታት ብግቡእ ብምጽናዕ ኣብ ህይወትና እንተ ኣተኣታቲናዮም ዓወት ክንጓናጸፍ ኣብ እንብገሰሉ እዞም ሕግታት ዓቢ ኣበርክቶ ከም ዝህልዎም ናፖልዮን ሂል ኣብ ጽሑፉ ይገልጽ። ዝኸበርኩም ተኸታተልቲ ንሎሚ ካብ መጽሓፍ ናፖልዮን ሂልስ ጎልደን ሩል ዝተዳለኹ ሕጽር ዝበለ ጽሟቕ ነዚ ይመስል። ኣብዛ ቻናል ሓደስቲ እንተ ኮንኩም እሞ ከዓ እዛ ቪድዮ መሃሪት ኮይና እንተ ረኺብኩማ ሳብስክራይብ ምግባር ኣይትሕመቑ። ስለቲ ምክታልኩም ብልቢ እንዳ ኣመስገንኩ ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም ጽንሑ።